ነተን ኣንስቲ እቲ ምስጢር ክንገረን እንከሎ ገለገሊኤን ብሕልሚ ኣቢልካ እዩ ዝንገረን ገለገሊኤን ድማ ባሕታውያን ከም ዝንበዩለን ይግበር ገሊኤን እውን እቲ ምስጢር እቶም ኣብ ውሽጠን ዝሓደሩ ኣጋንንቲ እዮም ዝነግርወን እቶም ኣጋንንቲ ድማ ናይ እግዚኣብሔር መላእኽቲ ከም ዝኾኑ ገይሮም ገዛእ ርእሶም ስለ ዝገልጹለን፣ እተን ኣንስቲ ዝተኣዘዝኦ ዘበለ ንምግባር ይተግሃን ይጎያን። ገለ ገሊኤን ኣንስቲ እቲ ዝገብርኦ ዘለዋ ኣገልግሎት ሰይጣናዊ ከም ዝኾነ ቀቁሩብ ኣብ ልበን ብሓሳበን ይፍለጠን እዩ። ብተወሳኺ ብዘይካ እቲ ምስጢራዊ ተልእኾ ገዲፍካ እቲ ካልእ ዝሓለምኦ ሕልምን ብባሕታውያን ዝተነግረ ትንቢትን ከም ኣድላይነቱ ኣብ ቅድሚ ሰብ ደጋጊመን ከም ዘዘንትዋኦ ይግበር እዩ። እተን ነዚ ዝተነግረን ምስጢር ክዕቅባ ዝእዘዛ ኣንስቲ ብጣዕሚ ውሑዳት እየን። እተን ዝተረፋ ግን ነፍሲ ወከፍ ነቲ ዝሓለመኦ ሕልሚ ኣብ ቅድሚ ሰባት ንመስበኽን ንልቢ ሰባት ንመጭወይን ምእንቲ ክጥቀማሉ ይእዘዛ እየን። እዚ ዕላማ እዚ ድማ ነቶም ሰማዕቱ ዝኾኑ ሰባት ሃይማኖታዊ ቅንኣት ከም ዝሓድሮም ንገብሮም። ኣብ ዝመጽእ ቅሩብ ግዜ ኣብ ኤርትራ እዚ ነገር እዚ ኣጸቢቑ ከስፋሕፍሕ እዩ። ብዙሓት ባሕታውያንን ሰይጣናውያን ደብተራታትን ኣስመራ እናእተው ንህዝቢ ከስተምህሩ ተመዲቦም ኣለው። ብዙሓት ኣገልገልቲ ሰይጣን ዝኾኑ መንእሰያት እውን ከም ተራ ድያቆናት ተመሲሎም ንህዝቢ ብስርዓተ እምነት ተዋህዶ ክምህሩን ከስፋሕፍሑን እዮም። ብዙሓት ቆልዑን መንእሰያትን ኣንስትን ድማ ብኣስተምህሮኦም ክኽኮብ እዮም። እቶም መንእሰያት ሃይማኖታውያን ተቓለስቲ ስለ ዝመስሉ ኣብ ልቢ ብዙሓት ተቐባልነት ክረኽቡ እዮም። እቲ ትእዛዝ ካብ ሰይጣን ከም ዝወጸ ድማ መብዛሕትኦም ኣይክፈልጥዎን እዮም። እቶም ኣገልገልቲ ሰይጣን ዝኾኑ መንእሰያት ግና ነቲ ምስጢር ብምልኦም ይፈልጥዎ እዮም። ገለ ገሊኦም ግን እቲ ነገር ሃይማኖታዊ ንጥፈታት እምበር ሰይጣናዊ ስርሒት ከም ዝኾነ ኣይክርድኦምን እዩ። ምስቶም ኣገልገልቲ ሰይጣን ሓቢሮም ድማ ብሓደ ክጎዩ እዮም። ኣብቲ ሃይማኖታዊ ቃልሲ በዓል ከንፈርግ ማርቆስ ዝበሃል ሰብኣይ ዝርከብዎም ዕሉላት ተሳተፍቲ ነቲ ቃልሲ ብትግሃት ክነጥፍሉ ብሰይጣን ተመዚዞም ኣለዉ። እቶም ባሕታውያን ነስመራ ክኣትዉ ከለዉ ክተሓባበርኦም ዝኽእላ ብዙሓት ኣንስቲ ተዳልየን ኣለዋ። ናብ ገዝእን እናኸዱ ክሓድሩ ኣብ ገዝእን ክቕንዩን ድማ ስፍራ ከዳልዋሎም እየን። ብመንበሪ ኮነ ብመግቢ ክተሓጋገዝኦም እንከለዋ፣ እቲ መስርሕ ሃይማኖታዊ መልክዕ ጽድቂ ከም ዝሕዝ ክግበር እዩ። እንተኾነ ግን እዚ ኩሉ ጻዕርታት ከንቱ እዩ። እምነት ሃይማኖት ተዋህዶ ቀልጢፉ ክወድቕ እዩ። መንእሰያቶም ናብ ኣምላኽ ክምለሱ እዮም፣ እቲ ህዝቢ እውን ክስዕቦም እዩ። በቲ ኹሉ ሃይማኖታዊ ጻዕሪ ድማ ኣብ ኣፍ ደገ ሞት ዝፍጠር ናይ ጻዕረ ሞት ፈንጠርጠርን ሸንዳሕዳሕን ጥራይ እዩ። ኣምላኽ ነቲ ምኽሪ ወዲእዎ እዩ እሞ ሰብ ኮነ ሰራዊት ሰይጣን ንኽዓግትዎ ኣይከኣሎምን እዩ። ደጊም ዝና ታሪኽ ተዋህዶ ዘሕፍር ኮይኑ ክርከብ እዩ። ቅድሚ እዚ ኹሉ ምዃኑ ግና ህዝብን መንግስትን ኤርትራ ምስ ሰይጣን ሓቢሩ ኣንጻር ክርስትያናት ክትንስዩ፣ ክርስትያናት ብእምነቶም ዝእሰርሉ ግዜ ድማ ክመጽእ እዩ። ኣብዚ ኩነት እዚ ገለገሊኦም ክርስትያናት ብእምነቶም ምኽንያት ኣብ ዝተፈላለየ ቦታታት ብዘይ ገበን ክቕተሉ እዮም። እንተኾነ ግን እቲ ክፈስስ ዘለዎ ደም ንጹሃት ብጣዕሚ ውሑድ ጥራይ እዩ። ኣብቲ ግዜ እቲ ብዙሓት ክርስትያናት በቲ ፍጻሜ ተሰናቢዶም እምነቶም ክኽሕዱን እቲ ናይ ክርስቶስ መንፈሳዊ ስፍራኦም ክሓድጉን እዮም። ብርግጽ ኣብ ማእከል ክርስትያናት ኣነ መንፈሳዊ ኣይኮንኩን ዝበሃለሉ ግዜ ክመጽእ እዩ። ብዙሓት ሰባት እምነቶም ክኽውሉ ምስቶም ዚኣመንቲ ድማ ክመሳሰሉ ክጅምሩ እዮም። ገለ ገሊኦምሲ ናይተን መንፈሳውያን ዝበሃላ ማሕበራት መራሕቲ ክንሶምሲ ኣብ ጎኒ ተዋህዶ ኮይኖም ንገለ ማሕበራት ኣምላኽ ስርዓት ተዃሉ እናበሉ ክቃወምወን ክጅምሩ እዮም። ኣንጻር እቶም ክብሪ ኣምላኽ ዝተገልጸሎም መሰኻኽር ክርስቶስ ዝኾኑ ብዓለም ንዝተፈልጡ ወንጌላውያን እኳ ከይተረፈ ተዃሉ ከም ዝኾኑ ገይሮም ከነውርዎም እዮም። ንገዛእ ርእሶም ከም ናይ ኣምላኽ ሰባት እናቖጸሩ ድማ ኣንጻር እተን መንፈሳውያን ማሕበራት ስቓ ጽሑፋት ክዝርግሑ እዮም። እዚ ከምዚ ዝዓይነቱ ብልሽውና ድማ ነታ ኣብ ኤርትራ ዘላ ማሕበር ኣምላኽ ከም እትወድቕን ከም እትሓስርን ክገብራ እዩ። ኣእምሮ ብዙሓት ክርስትያናት ድማ በቲ ጽሑፋት ክዘናበል እዩ። ኣብ ማእከል ብዙሓት ክርስትያናት ድማ በቲ ኣስተምህሮ ምኽንያት ስኒት ክጠፍእ እዩ፣ ሓድሕዳዊ ምፍልላይ ክዓቢ እዩ። እዚ ኹሉ ፍጻሜ ድማ ንሓጺር ግዜ ጥራይ እዩ። ኣብዛ ሓጻር ግዜ እዚኣ ግና ብዙሓት መንፈሳውያን ናብ ዓለም ክምለሱ እዮም፣ እቶም ዝተረፉውን ገሊኦም ብሓጢኣት ገሊኦም ብመንፈሳዊ ድኻም ክሽገር እዮም። እቶም መራሕቲ ንእግዚኣብሔር ምእዛዝ ስለ ዝኣበይዎ ካብኡ ሓሊፎምን ንሓድሕዶም ስለ ዝናኸሱ እታ ናይ ኤርትራ ማሕበር ኣምላኽ መሰረታ ዝጠዓየት ካልእ ተለዊጣ ክትንስእ የድልያ እዩ። እወ መደብን ፍቓድን እግዚኣብሔር ሓንትን ስምርትን ክብረት እግዚኣብሔር ዝጋሃደላ ዓባይን ብዙሕ ዝጨናፍራን ማሕበር ንምትካል እዩ። ንኹሉ ድማ ብምዱብ ግዜኡ ክገብሮ እዩ። እንተ እዛ ሕጂ ዘላ ማሕበር ግና ሕማማ ምፍዋስ ዝኣበየ ጽግምቲ ኮይና እያ እሞ ብሓዊ ክትሓልፍ ክሓድጋ እዩ። እቶም ኣብ ጎኒ ተዋህዶ ኮይኖም ኣንጻር መንፈሳውያን ዝጽሕፉ ጸሓፍቲ እኳ ከይተረፈ ክሳዕ ዝእሰሩ እቲ ሽግር ንሓጺር ግዜ ኣብ ልዕሊ ኣመንቲ ክህሉ እዩ። ኣብቲ ከምዚ ዝኣመሰለ ፍጻሜ ዝፍጸመሉ ግዜ ህዝብን መንግስትን ኤርትራ በቲ ፍጻሜ ባህ ክብሎም እዩ። መንፈሳውያን ይጠፍኡ ከም ዘለዉ ኮይኑ ድማ ክረኣዮም እዩ። ስለዚ ድማ ነቶም ክርስትያናት ክስሕቅዎምን ከባጭውሎምን ክጅምሩ እዮም። እግዚኣብሔር ብዛዕባ እዚ ብዙሕ ዝተዛረበኒ ነገር ኣለዎ። ነታ ኣብ ኤርትራ ዘላ ማሕበር ከም ዘተንስኣ ነጊሩኒ እዩ። እቲ ፍጻሜውን ርሑቕ ኣይክኸውንን እዩ። እቶም ረሲኣን ግና ነቲ ዝስዕብ ፍጻሜ ኣይፈልጥዎን እዮም እሞ፣ ብንብዓትን ማእሰርትን ክርስትያናት ንግዜኡ ባህ ክብሎም እዩ። ኣብቲ ዝቕጽል ግዜ ግና ቈጥዓ እግዚኣብሔር ኣብ ልዕሊኦም ከም ዘንጸላለወ፣ እቲ ክፉእ ድማ ክግልበጦም ከም ዝጀመረ ከስተውዕልዎ እዮም። ህዝብን መንግስትን ኤርትራ ንህዝቢ ኣምላኽ ተዋጊኦሞ እዮም እሞ፣ ኣምላኽ ድማ ንህዝብን መንግስትን ኤርትራ ክዋግኦም እዩ። እቲ ኣብ መንጎ ህዝብን መንግስትን ኤርትራ ዘሎ ስኒት ክዳኸምን ክፈርስን እዩ። እቲ መንግስቲ ድማ ነቲ ህዝቢ ከም እሾኽ ክኾኖ እዩ። ብዙሓት መንእሰያት ኤርትራ ሃገሮም ገዲፎም በብቑሩብ ክሃድሙን ፋሕ ክብሉን እዮም። ኣብ ፈቐዶ ቤት ማእሰርቲ ድማ ኤርትራውያን መንእሰያት ትመልእዎ እዮም። ብኹሉ ነገር ክጭነቑን ክበኽዩን እዮም። ገሊኦም ኣብ ምድረ በታታት ክሞቱ፣ ገሊኦም ኣብ ባሕሪ ክዋሕጡ እዮም። እቶም ካብ ሞት ዘምለጡ ድማ ካብ ኤርትራ ብምውጽኦም ከመስግኑ እዮም። ኤርትራ ዓዲ ዓመጻን ሽግርን ከም ዝኾነት ድማ ክገልጹ እዮም። ገሊኦም ግና ኣብ ፈቐዶ ሃገር ክኽርትቱን ብዕድሎም ከስተማስሉን እዮም። እዚ ኹሉ እቲ ኣብ ኤርትራ ዝውርድ መቕጻዕቲ ዘስዕቦ ጉዳይ እዩ። ካብኡ ሓሊፉ ድማ ካልእ ኣሎ። እግዚኣብሄር ነቲ ህዝቢ ብድኽነት ንኽርመስ ኣሕሊፉ ክህቦ እዩ። እቲ ፍጻሜ ፍረ ቅጥዓት ስለ ዝኾነ ኣብቲ መንግስቲ ኮነ ኣብቶም ነጋዶ ቅንዕና ኣይክህሉን እዩ። ኣብ ማእከሎም ድማ እቲ ድኻ ክሽገር እዩ። እቲ ህዝቢን እቲ መንግስትን ሓቢሮም ንወንጌል ስለ ዝጸልእዋ ካብኡ ሓሊፎም ድማ ንደቃ ነቶም ዘርኢ ወንጌል ዝኾኑ ሰዓብታ ስለ ዘሕሰርዎም እቲ ፍርዲ ካብ እግዚኣብሔር ክመጽእ ብግዲ እዩ። ንብዓት ቅዱሳንን ንብዓት እቶም ውጽዓትን ናብቲ ልዑል ኣምላኽ ክጠርዕ እሞ ሕጂ ኣነ ክዛረበሉ ዘይተፈቕደለይ ዓይነት ቅጽዓት ካብ እግዚኣብሔር ናብቲ ህዝብን ናብቲ መንግስትን ክመጽእ እዩ። እቲ ህዝቢ ግና ነቲ ድሒሩ ዝስዕቦ ፍጻሜ ኣይከስተውዕልን እዩ እሞ፣ ነቲ መዓት ናብ ርእሶም ክሳዕ ዝፈስስ፣ እቲ ኣንጻር ወንጌል ምትንስኦም ክቕጽልዎ እዮም። እንተኾነ ግን እግዚኣብሄር ንኹሉ ነገር መወዳእታ ክገብረሉ እዩ። ብዛዕባ እቲ ኣብቲ ግዜ እቲ ዝጅምር ስርዓተ ንግዲ ግና ብዝተፈላለየ መልክዓቱ ኣብቲ ሃገር ክቕጽል እዩ። ምኽንያቱ ብዛዕባ እቲ ኣብ ዓለም ድሕሪ ነዊሕ እዋን ዝፍጸም ሰይጣናዊ ዕላማ ኣፍደገ ንምኽፋት እቲ ሽዱሽተ ሚእትን ስሳን ሽዱሽተን ዝበሃል ማሕተም ናይ ጸረ ክርስቶስ ናብ ብዙሓት ሃገራት ምእንቲ ክተኣታቶ ኣብ ስርዓተ ንግዲ ብዝተፈላለየ መልክዑ እዚ ነገር እዚ ኣብ ኤርትራ እውን ክሰርሕ እዩ ኣብ መጨረሻ ድማ ኩሉ ሰብ ብዘይ ወረቐት ክሸይጥ ኮነ ክዕድግ ዘይከኣለሉ ጉዳይ ክኸውን እዩ ጸረ ክርስቶስ ምስ ተገልጸ እውን እቲ ሽዱሽተ ሚእትን ስሳን ሽዱሽተን ተባሂሉ ዝጽዋዕ ናይ ጸረ ክርስቶስ ኮምፒተራዊ ማሕተም እቲ ንጹር ዕላምኡ ኣብ ስርዓተ ንግዲ ክጋሃድ እዩ። ብዛዕባ እዚ ነገር እዚ መጽሓፍ ቅዱስ እውን ኣቐዲሙ ከምዚ በለ። ንኹላቶም ከኣ ነቶም ንኣሽቱን ዓበይትን ንሃብታማትን ድኻታትን ንጭዋታትን ባሮትን ኣብ የማናይ ኢዶም ወይስ ኣብ ግንባሮም ማሕተም ከም ዝቕበሉ ይገብር ኣሎ። ሓደ እኳ ማሕተም ስም እቲ ኣራዊት ወይስ ቁጽሪ ስሙ እንተ ዘይብሉ፣ ክዕድግን ክሸይጥን ከም ዘይክእል ይግበር። ጥበብ ኣብዚ እያ ዘላ። ቁጽሪ እቲ ኣራዊት ብቁጽሪ ሰብ እዩ'ሞ፣ ኣእምሮ ዘለዎ ይጸብጽቦ። እቲ ቁጽሩ ከኣ ሽዱሽተን ስሳን ሽዱሽተን እዩ ራእይ ዮሃንስ ምዕራፍ ዓሰርተ ሰለስተ ካብ ጥቕሲ ዓሰርተ ሽዱሽተ ክሳብ ዓሰርተ ሸሞንተ ዓለም ብሓጢኣት ክትባላሸው እንከላ ኣብ መንጎ እዚ ብስራት ወንጌል ድማ ክምስከረላ ይግባእ እሞ እቶም ዝኣምኑ ምእንቲ ክኣምኑ እቶም ዝኽሕዱ ኸኣ ምእንቲ ክኽሕዱስ ኣብ ኩሉ ዓለም ብስራት ወንጌል ክስበኽ እዩ እቶም ወንጌል ዝቕበሉ ክቕበሉ እዮም እቶም ንወንጌል ዝኽሕዱ ድማ ጸረ ክርስቶስ ምስ ተገልጸ ንዕኡ ክቕበልዎ እዮም እሞ ነቲ ጥፍኣት ተዓቂቦም ክጽበይዎ እዮም። እቶም ጀጋኑ ናይ ኣምላኽ ሰባት ሕጂ ይተንስኡ፣ ኣብ ቅድሚ ረሲኣን ድማ ስለ ወንጌል ሓቂ ይመስክሩ። እቶም ጀጀውትን ፈራሃትን ድሁላትን ዝኾኑ ሰባት ግና ብነገስታቶምን መራሕቶምን ከይቅተሉ ስለ ዝፈርሑ እቲ ኣቐዲሙ ዝግለጽ ናይ ወንጌል ቃልሲ ኣይክሳተፍሉን እዮም። ንሰብ ፈሪሖም መክሊቶም ስለ ዝቀብሩ ነቲ ርእስኻ ቀቢጽካ ዝኽፈል ናይ ወንጌል ቃልሲ እሙናት ክኾኑ ኣይከኣሎምን እዩ። ፈራህ ናብ ውግእ ክኣቱ ስለ ወንጌል ድማ ርእሱ ክህብ ነብሱ ኣይገብረሉን እዩ እሞ ብዙሕ ምኽንያታት እናቕረበ ንርእሱ ባዕሉ ክጥብራ እዩ እምበር ነቲ ቃል ሓቅስ ኣይክቐልበሉን እዩ። እቲ ቃል ሓቂ ግና ከምዚ በለ ነቶም ህዝቢ ምስ ደቀ መዛሙርቱ ጸዊዑ ድማ በሎም ዝኾነ ይኹን ደድሕረይ ክስዕበኒ ዝደሊ እንተሎ ገዛእ ርእሱ ይቕበጽ መስቀሉ የልዕል እሞ ይስዓበኒ ንህይወቱ ከድሕና ዝደሊ ከጥፍኣ እዩ እቲ ንህይወቱ ምእንታይን ምእንቲ ወንጌልን ዘጥፍኣ ግና ከድሕና እዩ ወንጌል ማርቆስ ምዕራፍ 8 ካብ ጥቕሲ 34 ክሳዕ 35 እንተ ተቆጢሩ ራብዓይ ሃይማኖታዊ ደገ ተዋህዶ መንገዲ ምድሓን ናይ ብዙሓት ኣስማት ምዃኖም ይኣምኑ። ሰብ ምስ ኣምላኽ ንምትዕራቕ ናይ ምሕረት ኪዳን ዝተዋህቦ የሱስ ክርስቶስ ጥራይ እንከሎ ንዓኹም ዝክር ብምግባር ዘገልገለን ስምኩም ዝጸውዐን ኣነ ክሰምዖን ክምሕሮን እየ ኢሉ ኪዳን ኣትዩሎም እዩ እናተባህሉ ኪዳን ምሕረት ከም ዘለዎም ዝቑጸሩ ኣስማት ብዙሓት እዮም። ብዘይካ የሱስ ክርስቶስ ናይ ጉስነት ስልጣንን ምልክን ዝተዋህቦ ካልእ ጓሳ ዘየለ ክነሱ እቶም ቀደም ዝሞቱ ሰባት ጓሶትና እዮም እግዚኣብሔር ድማ ሸይምዎም እዩ ንሳቶም ጨንፈር እግዚኣብሔር ስለ ዝኾኑ ይሕልውና ኣለው እናበሉ ይኣምኑ እቲ ብኣስማቶም ዝግበር በዓላት ብገለ ምኽንያት ኣብ ዝደፍርዎ እዋን ብኣጋንንቲ ናይ ምፍርራህ ትእምርትን ተኣምራትን ይግበረሎም እሞ በዓልካ ስለ ዝደፈርኩ'የ እዚ ረኺቡኒ እናበሉ ብስሞም ይንስሑ። እዚኣቶም ኣብቶም ዝኣምንዎም ጣኦቶም ስለ ዝውከሉ ካብኣቶም'ውን ረድኤት ክቕበሉ ስለ ዝደልዩ እዮም። ናይ ምድሓኖም ተስፋ'ውን ንሳቶም ስለ ዝኾኑ በብስሞም እናጸውዑ ብዙሓት ዝዓይነቶም ድግምትታትን ጸበልን ማጨሎትን ይኣምኑ። በዚኦም ድማ ብተዘዋዋሪ መንገዲ ናይ ሰይጣን ስራሕ ይካየድ ኣሎ ማለት እዩ። ግዝያዊ ዝኾነ ጠባሪ ፈውስታትን ሰይጣናዊ ደገፍን ይረኽቡ። ካብዚ ሓሊፎም ድማ እገለ ይሓልኹም፣ እገለ ይርዳእኩም፣ እገለ ይሃብኩም ብምባል ኣስማቶም እናጸውዑ ይምርቑን ብስሞም ይውከሉን። ብዛዕባ እዚ ነገር እዚ ብዝተፈላለየ መልክዑ ክንሪኦ ኢና። ቀዳማይ፣ ሰብ ምስ ኣምላኽ ንምትዕራቕ፣ ኪዳን ምሕረት ዝተቐበለ የሱስ ክርስቶስ ጥራይ እዩ። ካልኣይ፣ ኣስማት ካልኦት ዝጽውዓሉ ዝክር በዓል ምግባር ገበን እዩ። ሳልሳይ፣ ብዘይካ የሱስ ክርስቶስ ካልእ ጓሳ የለን። ራብዓይ፣ ጨንፈር እግዚኣብሄር ዝብል መጸውዒ ጠቕላሊ ናይ ደቂ ኣምላኽ መጸውዒ እምበር ውልቃዊ መጸውዒ ኣይኮነን። ሓምሻይ፣ ብስም በዓላት ዝግበር ትእምርትን ተኣምራትን ምፍርራህን ብተዘዋዋሪ መንገዲ ኣጋንንቲ ዝሰርሕሉ ባይታ እዩ። ኣስማት ካልኦት ድማ መሸፈኒ ኣጋንንቲ ጥራይ እዩ። ሻድሻይ፣ ብስም ጣኦታት ዝወሃብ ምርቓ መርገም እዩ። ቀዳማይ፣ ሰብ ምስ ኣምላኽ ንምትዕራቕ ኪዳን ምሕረት ዝተቐበለ የሱስ ክርስቶስ ጥራይ እዩ። መጽሓፍ ቅዱስ ከምዚ ይብል፣ መከራ ጸገበ፣ ርእሱ ኣዋረደ፣ ኣፉ እውን ኣይከፈተን፣ ከምቲ ናብ ማሕረዲ ዝኹብኮብ ገንሸል፣ ከም ኣብ ቅድሚ መቐዝታ ስቕ እትብል በጊዕ ኣፉ ኣይከፈተን። ካብ ጥቕዓትን ፍርድን ተወስደ። ካብ ምድሪ ህያዋን ከመተቆርጸ ካብቶም ወለዱኡ መን ሓሰቦ ብምኽንያት ገበን ህዝበይ ተቀዝፈ እከይ ዘይገበረ ሓሶት ከኣ ኣብ ኣፉ ዘይተረኽበ ክንሱ መቃብሩ ምስ ረሲኣን ገበርዎ ብሞቱ ግና ምስ ሃብታም ኮነ እግዚኣብሔር ግና ብመከራ ክሕምሽሾ ፈተወ ነፍሱ ንመስዋእቲ ሓጢኣት ምስ ወፈያ ዘርኢ ክርኢ መዓልታቱ ከነውሕ እዩ። ፍቓድ እግዚኣብሄር ከኣ ኣብ ኢዱ ኪሰልጥ እዩ፣ ጻማ ነፍሱ ኺርኢ ኪጸግብ እውን እዩ። እቲ ጻድቕ ባርያይ ብፍልጠቱ ንብዙሓት ኬጽድቕ፣ ኣበሳኦም ድማ ባዕሉ ኪጸውር እዩ። ነፍሱ ንሞት ስለ ዝወፈያ፣ ምስ በደለኛታት ከኣ ስለ እተቖጽረ፣ ስለዚ ግዲኡ ምስ ዓበይቲ ኪምቕል፣ ምርኮኡውን ምስ ሓያላት ኪመቅል እዩ። ግናኸ። ሓጢኣት ብዙሓት ጾረ፣ ምእንቲ በደለኛታት ከኣ ለመነ። ኢሳይያስ ምዕራፍ ሓምሳን ሰለስተን ካብ ጥቕሲ ሸውዓተ ክሳዕ ዓሰርተ ክልተ። እዚ ትንቢታዊ ቃል እዚ፣ እቲ ንብዙሓት ዘጽድቕን ስለ ሓጥኣን ዘማልድን ንሱ የሱስ ክርስቶስ ከም ዝዀነ፣ ብዋጋ ነፍሱ ሰባት ካብ ዘርኡ ክማቐሉ ከም ዝሃበ ኣቐዲሙ ብትንቢት ጽሑፍ ተገልጸ። ከምቲ ዝተባህለሉ ቃል ድማ ተፈጸመ። የሱስ ክርስቶስ ንሱ ሰብ ምስ ኣምላኽ ንኸተዓርቕ እቲ ናይ ምሕረት ኪዳን ተዋህቦ። ብዋጋ ነፍሱ ድማ ንምድሓን ብዙሓት ኣፍደገ መንግስቲ ኣምላኽን ዘለኣለማዊ ህይወትን ዝህብ ሰማያዊ መግብን ኮይኑ ተገልጸ። ደሙ ንምጽራይ ሓጢኣት ብዙሓት ስግኡ ድማ ንምሕባር ሓንቲ ኣካል ቤቱ ክኸውን ንደቂ ሰባት ሃበ። በዚ ድማ ሰባት ምስ ክርስቶስ የሱስ ክሓብሩ ተማቐልቲ ኣካል ሰብነቱ ድማ ክኾኑ ካብ ህይወቱ ህይወት ካብ ንግስነቱ ድማ ንግስነት ክማቐሉ ግደን ርስትን ሃበ። ስሙ ድማ ናይ ሰዓብቱ ኣርማ ክኸውን ብስሙ ሓይሊ ክረኽቡ ብስሙ ክጽልዩ ስሙ ብምጽዋዕ ድማ መንነቶም ከፍልጡ ተዋህበ። ብዘይካዚ ስም እዚ ኪዳን ምሕረት ዝተቐበለ ካልእ ስም ካብ መላእኽቲ ኮነ ካብ ደቂ ሰባት ኣይርከብን እዩ። መጽሓፍ ቅዱስ ከምዚ ይብል፣ ብእኡ ክንድሕን ዝግባእ ካልእ ስም ኣብ ትሕቲ ሰማይ ንሰብ ኣይተዋህበን እሞ ምድሓን ብሓደ ካልእ ከቶ የልቦን ግብረ ሃዋርያት ምዕራፍ 4 ጥቕሲ 12 ብተወሳኺ መጽሓፍ ቅዱስ ከምዚ ይበለ እዚ ኣብ ቅድሚ እቲ ኩሉ ሰብ ክድሕን ናብ ፍልጠት ሓቂ እውን ክመጽእ ዝፈቱ እግዚኣብሔር መድሓኒና ጽቡቕን ቅቡልን እዩ ማለት ኣምላኽ ሓደ በይኑ እዩ እሞ፣ እቲ ኣብ መንጎ ኣምላኽን ሰብን ዘሎ ማእከል ኣይውን፣ እቲ ሰብ ክርስቶስ የሱስ ሓደ በይኑ እዩ። ብግዜኡ ንዝኸውን ምስክር ንሱ ኣብ ክንዲ ኩሉ ክኸውን ኢሉ ነፍሱ በጃ ሃበ። ቀዳማይ መልእኽቲ ጢሞቴዎስ ምዕራፍ ክልተ ካብ ጥቕሲ ሰለስተ ክሳዕ ሽዱሽተ። ስለዚ እምበኣር የሱስ ክርስቶስ በይኑ ንሱ መድሓን እዩ። ኣመንቲ ስርዓተ ሃይማኖት ተዋህዶ ስለ ምድሓኖም ምስ ኣምላኽ ዕረቑናን ለምኑልናን ክብልዎም ኣስማት ብዙሓት መላእኽትን ኣስማት ዝተፈላለዩ ጻድቃናት ተባሂሎም ዝፍለጡ ደቂ ሰባትን ይጽውዑ። ሰብ ምስ ኣምላኽ ናይ ምትዕራቕ መዚ ግና ንደቂ ሰባት ኮነ ንመላእኽቲ ኣይተዋህበን። መልኣኽ ኮነ ሰብ ኣብ ክንዲ ሓጥኣን ኣማሊዱ ምስ ኣምላኽ ክዕረቐሉ ዝኽእል ምሕረት ከምጽኣሉ ኣይክእልን እዩ። መላእኽትን ኣብ ምድሪ ዝርከቡ ኣገልገልቲ ኣምላኽን ሰብ ናብ ኣምላኽ ኣቢሉ ብወንጌል ንኽቐርብ ክድግፍዎ ይኽእል እዮም። ስሞም እናተጸውዐ ብስሞም ናይ ምሕረት ዕድል ክቕበል በዚ ኸምዚ ድማ ምስ ኣምላኽ ክዕረቕ ግና ፈጺሙ ኣይከኣልን እዩ። ምኽንያቱ እዚ መዚ እዚ ናይ ስም ክርስቶስ እምበር ንኣስማት ካልኦትሲ ኣይተዋህበን። ኣመንቲ ስርዓተ ሃይማኖት ተዋህዶ ስርዓተ ኣምልኾ ዝግበረላ ኪዳነ ምሕረት እትበሃል ሰበይቲ ኣላቶም። እዛ ሰበይቲ እዚኣ መንነታ ብዙሕ ፍሉጥ ኣይኮነን። ገሊኦም እታ ኪዳን ምሕረት እትበሃል ዘላ ማርያም እያ ይብሉ፣ ገሊኦም ድማ ካሊእ እያ ይብሉ። ስለዚ ብዛዕባኣ ንጹር መግለጺ የለን። እንተኾነ ግን ማርያምን ኪዳነ ምሕረትን ክልተ ደናግል ከም ዝኾና ብስም ክልቲኤን ዝጽዋዕ ድማ በዓላት ማርያ ዝበሃል ዕለተ መስዋእቲ ከም ዘለወን ይግለጽ። እዘን ክልተ ደናግል ተባሂለን ዝፍለጣ ደቂ ኣንስትዮ እዚኣተን ዝራኸባሉ ዕለት ከም ዘለወን ኣብቲ ዝራኸባሉ ዕለት ድማ ብስም ተስፋ ደናግል ዝፍለጥ ብርቱዕ ዝናብ ከም ዝዘንብ ኣብ ታሪኾም ይዝንቶ። ብተወሳኺ ስም ማርያም ዝኽበረሉ ዕለትን ስም ኪዳነ ምህረት ዝኽበረሉ ዕለትን ኣብ በበይኑ ግዜ ነናተን ዕለተ በዓል ከም ዝተሰርዓለን ታሪኽ መጽሓፍቶም ይሕብር። ብተወሳኺ ድማ፣ በብስመን ነናተን ቤት መቕደስ እዩ ዚህነጸለን። እቲ ህዝቢ ድማ በቲ ጽሑፎም መሰረት ኣኣብቲ ዝተመደበለን ዕለትን ቦታን ናይ ብልዕን መስተን ሥርዓተ ኣምልኾ ይገብረለን። ምናልባት እዘን ክልተ ደናግል ተባሂለን ዚፍለጣ ዘለዋ እታ ሓንቲ ማርያም ሰበይቲ ዮሴፍ ክትከውን ከላ እታ ሓንቲ ድማ ማርያም መግደላዊት ክትከውን ከም እትኽእል ግምት ይግበር። ማርያም ሰበይቲ ዮሴፍ ማለት ናይ ስጋ ኣደ የሱስ ክርስቶስ ንየሱስ ቅድሚ ምውላዳ ድንግል ስለ ዝነበረት ብተኸተልቲ ስርዓት ሃይማኖት ተዋህዶ ኩሉ ግዜ ድንግል እናበሉ እዮም ዝጽውዕዋ። እንተኾነ ግን ንየሱስ ክርስቶስ ብዘይ ግብረ ስጋ ብድንግልናኣ እንከላ ብመንፈስ እኳ እንተጠነሰቶ ክርስቶስ የሱስ ክውለድ እንከሎ ግና ከምቲ ናብኣ ክኣቱ ከሎ ብመንፈስ ዝነበረ ክወጽእ ከሎ ግን ብስጋ እዩ ነይሩ እምበር ከምቲ ዝነበሮ መንፈስ ኮይኑ ኣይኮነን ተወሊዱ ኣብ ማህፀና ስጋ ሰብነት ሰብ ለቢሱ ከም ኣዋላልዳ ኩሉ ሰብ እዩ ተወሊዱ ስለዚ ድንግልና ማርያም ብናይ ሰብ ግብረ ስጋ እኳ ዘይኮነስ ብምውላድ ክርስቶስ የሱስ ግን ፈሪሱ እዩ ምክንያቱ ክርስቶስ የሱስ ብኣወላልድኡ ንዓና ክመስል እንተ ደኣ ኮይኑ ማርያም እውን ንዕኡ ክትወልድ እንከላ ድንግል ምዃና ተሪፉ ሰበይቲ ክከውን ግድን እዩ። ብተወሳኺ እግዚኣብሄር ንዮሴፍ ብሕልሚ እቲ ተጠኒሱ ዘሎ ካብ መንፈስ ከም ዝኾነ ስለዚ ንሕጽይትኻ ማርያም ንምውሳዳ ኣይትፍራህ ከም ዝተባህለ እቲ ቃል ንኹላትና ግሁድ እዩ። ስለዚ ማርያም ሰበይቲ ዮሴፍ ክትከውን ካብ ተዋህበት ምስ ሰብኣይ ብምርኻባ ደጊም ማርያም ድንግል ኣይኮነትን። ካብ ዮሴፍ ሰብኣያ ብዙሓት ቆልዑት ከም ዝወለደት ስለዚ ንየሱስ ክርስቶስ ምንኣሱ ኣሕዋት ከም ዝነበርዎ እውን ኣብ መጽሓፍ ቅዱስ ብተደጋጋሚ ግዜ ተጻሒፉ ይርከብ። ገሊኦም ተኸተልቲ ሃይማኖት ተዋህዶ ንክርስቶስ የሱስ ካብ ማርያም ኣሕዋት የብሉን፣ ዮሴፍ ድማ ንሕጽይቱ ማርያም ኣይወሰዳን እናበሉ የስተምህሩ። እቲ የሱስ ክርስቶስ ወዲ ዮሴፍ ተባሂሉ ክጽዋዕ ኮይኑሉ ዝነበረ ምኽንያት ድማ ዮሴፍ ናይ ማርያም ዋርድያ ስለ ዝነበረ እዩ ይብሉ። ካብዚ ሓሊፎም እውን ዮሴፍ ካልእ ሰበይቲ ነይራቶ እያ ይብሉ። እንተኾነ ግን መጽሓፍ ቅዱስ ከም ዚምስክሮ ሓቂ፣ ማርያምን ዮሴፍን ብሓደ ይነብሩ ከም ዝነበሩ፣ ቈልዑ እውን ከም ዝነበርዎም፣ እቶም ደቆም ድማ ኣሕዋት ክርስቶስ የሱስ ተባሂሎም ከም ዚጽውዑ፣ የሱስ ክርስቶስ እውን ወዲ ዮሴፍ ይብሃል ከም ዝነበረ ግሉጽ ሓቂ እዩ። ዮሴፍ ግና ካብ ካልኦት ኣንስቲ ኣይወለደን። ዮሴፍ ካብ ካልኦት ኣንስቲ ከም ዝወለደ ዚሕብር መጽሓፍ ቅዱሳዊ ምስክርነት እውን የለን። ማርያም ምስ ደቃ ዀይና ሓደ ግዜ፣ ንክርስቶስ የሱስ ካብቲ ኣኼባ ናይ ኣገልግሎቱ ከም ዝጸውዓቶ፣ የሱስ ግና ካብ መንጎ ኣስተምህሮኡ መጺኡ ናብ ኣዲኡን ኣሕዋቱን ክኸይድ ከም ዘይፈተወ፣ ንድልየቶም ዝቃወም መልሲ ድማ ከም ዝሃቦም መጽሓፍ ቅዱስ ይምስክር። ኣቐዲሙ መጽሓፍ ቅዱስ ማርያም ሕጽይቲ ዮሴፍ ከም ዝዀነት ገለጸ። ሕጽይቲ ዮሴፍ እንከላ ድማ ንክርስቶስ የሱስ ከም ዝወለደቶ፣ ዮሴፍ ድማ ቅድሚ ንየሱስ ክርስቶስ ምውላዳ ብስጋ ከም ዘይፈለጣ ወይ ብስጋ ከም ዘይተራኸቡ ብመጽሓፍ ቅዱስ ተመስከረ። እሞ ኸዳዕ እቲ ሓቂ እዚ ካብ ኮነ ሕጸ ሰብኣይን ሰበይትን ደኣ እንታይ ድዩ ትርጉሙ? ሕጸ ማለት ቅድሚ መርዓ ዝግበር መርዓ ድማ ዝውሰነሉ ናይ ኪዳንን መርዓን ውዕልዶ ኣይኮነን? እሞ ኸዳዕ እቲ ሕጸ ክሳዕ መዓስ ድዩ ዝቕጽል? ዮሴፍ ሰበይቱ ክትኮኖ ምስ ወሰዳስ ሕጽይቲ ዮሴፍ ተባሂላ ድያ ትጽዋዕ? ንምሉእ ዕድሚኦም ድዮም ንመርዓ ተሓጽዮም ክነብሩ? እግዚኣብሄር ንምውሳዳ ኣይትፍራህ ክብሎ እንከሎስ ማርያም ሰበይትኻ ክትኮነካ ውሰዳ ማለት ዶ ኣይኮነን? እንተድኣ ማርያም ሕጽይቲ ዮሴፍ ኮይና ሕጽይቲ ተባሂላ ክትጽዋዕ ዝግብኣ ዮሴፍ ክሳዕ ዝወስዳ ድኣ እምበር ዮሴፍ ወሲዱ ናብ ቤቱ ምስ ኣእተዋስ ደጊም ንሳቶም ሰብ ሓዳር እምበር ሕጹያት ኣይኮኑን። ተኸተልቲ ስርዓተ ሃይማኖት ተዋህዶ ግን ንማርያም ኩሉ ግዜ ሕጽይቲ ዮሴፍ እናበሉ እዮም ዝጽውዕዋ። ገሊኦም ድማ ምስ ዮሴፍ ተፋቲሓ እቲ ሕጸ ከም ዝበተንዎ ብዘስምዕ ኣዘራርባ ማርያም ሰበይቲ ዮሴፍ ኣይኮነትን ይብሉ። እዚ ግና ፈጺሙ ግጉይ እዩ። ዮሴፍሲ ንማርያም ወሰዳ ደኣ እምበር ነቲ ናይ ሕጺኦም ውዕል ኣየፍረስዎን ኣይተፋትሑን ድማ። ሃዋርያት ተዋህዶ ግና ካብቲ መጽሓፍ ቅዱስ ዝብሎ ሓቅስ ንዕኦም ቅኑዕ ኮይኑ ዝተራእዮም ፍልጠት ክምህሩ ስለ ዝደልዩ፣ ማርያም ክሳብ ሕጂ ድንግል እያ ዘላ፣ ምስ ዮሴፍ ድማ ኣይተመርዓወትን እናበሉ የስተምህሩ ኣለዉ። ብዘይካ ማርያም ካልእ ድንግል ከም ዘላ እውን ምግላጾም፣ እቲ ኣስተምህሮኦም ንሓድሕዱ ዘይተኣሳሰር ምህሮ ጥንቆላ ከም ዝኾነ ዝሕብር እዩ። ተስፋ ደናግል ዝብሉሉ ቃል ድማ ምስክር ረሲኣን እዩ። እቲ ኣብታ ዓለት እቲኣ ዝዘንብ ዝናብ ውን ምስ ስመን ዝተተሓሓዘ ሰይጣናዊ ግብረ ሓይሊ ጥራይ እዩ እምበር ካልእ ኣይኮነን። እታ ኪዳነ ምህረት እትበሃል ሰበይቲ ካበየናይ ሃገር ከም እተወልደት ንጹር ምድራዊ ታሪኽ የብላን። እንተኾነ ግን ብዛዕባኣ ዝተጻሕፈ መስደምም ጥንቆላዊ ናይ ልቢ ወለድ ዛንታ ተጻሒፉ ይርከብ። እቲ ሓቂ ግና። ምድሓን ዘበለ ኩሉ ብክርስቶስ የሱስ እምበር ነታ ኪዳነ ምህረት ተባሂላ እትጽዋዕ ሰበይትስ ኣይተዋህበን። ምስክር መጽሓፍቲ ተዋህዶ ውን ምህሮ ጠንቆልቲ እምበር ሓቅነትሲ የብሉን። ኩሉ ጽሑፋቶም ኣንጻር መጽሓፍ ቅዱስን ሰይጣናውን ካብ ምዃን ሓሊፉ ካልእ ትርጉም የብሉን። እቲ ምድሓን ዘላእለማዊ ህይወት ንኪዳነ ምህረት ተዋሂብዋ እዩ። ስለዚ ድማ ኣብኣ ንኣምንን ኣብኣ ንጽጋዕን ዝብልሉ ቃላቶም ድማ ሓሳብ ርእሶምን ኣስተምህሮ ስሕተትን እምበር ትእዛዝ ኣምላኽሲ ኣይኰነን። ንሕና ናይ ክርስቶስ የሱስ ዝዀንና ኣመንቲ፣ ብዘይካ ኣብ ስም ክርስቶስ የሱስ፣ ኣብ ካልእ ስም ክንውከል ትእዛዝ ኣይተዋህበናን። ብኻልእ ስም እውን ኣይንኣምንን ኢና። ንምድሓን ዚኸውን ካልእ ስም ከም ዘሎ እውን ካብ ኣምላኽ ኣይሰማዕናን። ድሕሪ ሕጂ እውን ብዘይካ ስም ክርስቶስ የሱስ፣ ካልእ ኪዳን ምሕረት ዝተዋህቦ ስም፣ ክንሰምዕ ኣይንጽበን ኢና። ካልኣይ፣ ኣስማት ካልኦት ዝጽውዓሉ ናይ ዝክሪ በዓል ምግባር ገበን እዩ። መጽሓፍ ቅዱስ ከምዚ ይብል፣ ከምቲ እግዚኣብሔር ኣምላኽኩም ዝኣዘዘኩም ክትገብሩ ድማ ተጠንቀቑ፣ ካብኡ ንየማን ኮነ ንጸጋም ኣይትዝበሉ። ዘዳግም ምዕራፍ ሓሙሽተ ጥቕሲ ሰላሳን ክልተን ብተወሳኺ ኣብ ዘዳግም ምዕራፍ ሽዱሽተ ጥቕሲ ዓሰርተ ሰለስተ ድማ ከምዚ ይብል ንእግዚኣብሔር ኣምላኽካ ፍራህ ንእኡ ድማ ኣገልግል ብስሙ እውን መሓል እምበኣር እግዚኣብሔር ዘይኣዘዞ ንሱ ድማ ዘየዳለዎ ስርዓት ኣዳሊኻ ምኻድ ገበን እዩ እግዚኣብሔር ንመላእኽቲ ኮነ ንደቂ ሰባት ስሞም እናተጸውዐ ብስሞም በዓል ክግበር፣ ብስሞም ድማ ሥርዓተ ኣምልኾ ተሠሪዑ ኣገልግሎት ክወሃበሎም ኣይኣዘዘን ኣየፍቀደን እውን። ብኣስማት ዝተፈላለዩ መላእኽትን ደቂ ሰባትን ቤት መቕደስ ተሃኒጹ፣ ሰባት ድማ ብስሞም ክምሕሉን ብስሞም መብጽዓ ክገብሩን እዚ ኣንጻር እግዚኣብሔር ዝቐንዐ ገበን እዩ። ኣምላኽሲ ንደቂ ሰባት። ብሕጉ ክኸዱን ብስሙ ክምሕሉን ድኣ ኣፍቀደ እምበር፣ ብመንገዲ ርእሶም ክኸዱስ ኣየፍቀደን። ማሕላ ከም መጠን ምኽባዱ ኣሸጋሪ ስለ ዝኾነ፣ ኣብ ሓድሽ ኪዳን ኩሉ ማሕላ ዘበለ ተወገዘ። እቲ እወ እወ፣ ነቲ ኣይኮነን ድማ ኣይኮነን ይኹነልኩም ዝብል ትእዛዝ ድማ ተተክኣ። ስለዚ ኣይኮነንዶ ብኣስማት መላእኽትን ብኣስማት ጻድቃናት ተባሂሎም ዝፍለጡ ደቂ ሰባት ክትምሕልሲ እግዚኣብሔር ብርእስኻ ክትምሕል እውን ኣይፈቅድን እዩ። ሰባት ክንጸድቕ ኢና እናበሉ ብዝተፈላለየ ስርዓት ኣምልኾ ተመሪሖም ንጣኦታቶም የገልግሉ ኣለዉ። በዚ ኸምዚ ድማ ኣብ ቅድሚ እግዚኣብሄር በደልቲ ዀይኖም ይርከቡ። ገሊኦም ሰባት እቲ ናይ ጣኦት ሓቀኛ ትርጓሜ ኣይፈልጥዎን እዮም። ጣኦት ዝመስሎም ድማ ብእምኒ ተጸሪቡ ኣብ ዝተሰርሐ ማርሞ ንስኻ ኣምላኸይ ኢኻ እናበልካ ንዝስገደሉ ምስልን ስእልን ጥራይ እዩ። ስለዚ ነቶም ኣስማት መላእኽትን ደቂ ሰባትን ምግልጋሎም እዚ ከም ጣዖት ገይሮም ኣይቆጽርዎን እዮም። እንተኾነ ግን ጣዖት ዝበሃል ብዙሕ እዩ ትርጉሙ። ኣብ ብማርሞ ዝተሰርሐ ስእሊ ምስጋድ እውን ካብቲ ናይ ጣዖታት ክፍሊ ሓደ እዩ። ጣዖት ዝበሃሉ ነገራት ኣብነት ምእንቲ ክኾኑና ገለ ውሑዳት ክጠቅስ ይደሊ። ቀዳማይ፣ በዓል ዝብል ስም መጸውዒ ናይ ጣኦት ንክኸውን ሰይጣን ይጥቀመሉ እዩ። መጽሓፍ ቅዱስ ከምዚ ይብል፣ ኮነ ኸኣ በታ ለይቲ እቲኣ እግዚኣብሄር በሎም። ናይ ኣቦኻ ኣርሓ እቲ ካልኣይ ሸውዓተ ዓመት ዝገበረ ኣርሓ ውሰድ። ነቲ ናይ ኣቦኻ መሰውኢ በዓል ኣፍርሶ። ነቲ ኣብ ጥቓኡ ዘሎ ኣስታርተ ኸኣ ቍረጾ። ኣብ ልዕሊ እዚ ኸውሒ እዚ ድማ ንእግዚኣብሄር ኣምላኽካ መሰውኢ ከም ስርዓቱ ጌርካ ስራሕ። ነቲ ካልኣይ ኣርሓ ኸኣ በቲ እተቖርጾ ኣስታርተ ጌርካ ዝሓርር መስዋእቲ ኣዕርጎ። ሽዑ ጊደዎን፣ ካብ ገላኡ ዓሰርተ ሰብ ወሲዱ ከምቲ እግዚኣብሄር ዝበሎ ገበረ። ኰነ ኸኣ፣ ብመዓልቲ ኸይገብሮስ፣ ንቤት ኣቦኡን ንሰብ እታ ኸተማን ስለ ዝፈርሐ፣ ብለይቲ ገበሮ። መሳፍንቲ ምዕራፍ ሽዱሽተ ካብ ጥቕሲ ዕስራን ሓሙሽተን ክሳዕ ዕስራን ሸውዓተን። ስለዚ እምበኣር፣ እግዚኣብሄር ነቲ መሰውኢ ዝተሰርሓሉ ቤት ጣኦት ጊደዎን ንኸፍርሶ ተኣዘዘ። እዚ በዓል ተባሂሉ ዝፍለጥ ጣኦት ናይ ኣስታርተ ምስሊ ዘለዎ ዝስገደሉ ናይ ኣምልኾ ስርዓተ በዓላት ድማ ዝተሰርዓሉ እዩ ነይሩ። ኣብ መጽሓፍ ቅዱስ በዓላት ዝበሃሉ ጣኦታት ከም ዘለዉ ብዙሕ ግዜ ተገሊጹ እዩ። በዓል ዝብል ቃል ኣምልኾ ዝግበረሉ ዕለተ ስርዓተ ዕረፍቲ ክኸውን እንከሎ፣ እቶም በዓላት ተባሂሎም ዝፍለጡ ጣዖታት ግና ሰስሞምን መምስሎምን ነናቶም ስርዓተ ኣምልኾና ኣለዎም። ናይ ገሊኦም ኣስማት መላእኽቲ ክኸውን እንከሎ፣ ናይ ገሊኦም ድማ ኣስማት ስጋውያን ፍጡራት እዮም። ስለዚ እቶም ንበዓላት ዘገልግሉ ሃይማኖታውያን ሰባት፣ ብርግጽ ብምልኦም ጣዖታውያን እዮም። ስርዓተ ኣምልኾ ዘይግበረሉ ምስ ሃይማኖታዊ እምነት ድማ ምትሕሓዝ ዘይብሉ በዓላት ዕረፍቲ ኣሎ። እዚ በዓላት እዚ ግና ስርዓተ ኣምልኾ ስለ ዘይብሉ ብስሙ ዝጽዋዕ ቀዋሚ ዝኾነ ምስልን ስእልን ድማ ስለ ዘየለ እዚ በዓላት እዚ ምስ ሃይማኖታዊ በዓላት ሰሪዕካ ክረኣ ዝከኣል ኣይኮነን። በዓል ዝብል ስም እኳ እንተ ኣለዎ፣ ነገር ግን ምስ ጣኦታት ዚተሓሕዝ ነገር የብሉን። ኣብ ብሉይ ኪዳን ብኣምላኽ ዝተሰርዑ ዕለተ ዕረፍቲ ነይሮም እዮም። እዞም ዕለተ ዕረፍቲ እዚኣቶም ድማ በዓላት ተባሂሎም ይጽውዑ ነበሩ። ብተወሳኺ ኣብዞም ዕለታት እዚኣቶም ብዙሕ ዝዓይነቱ ሕጋጋት ናይቲ ስርዓተ ኣምልኾ ይካየድ ነበረ። በዓላት ብቑጽሪ ዕለታት ክበዓል መጀመርያ ኣምላኽ እዩ ንህዝቢ እስራኤል ከም ሕጊ ገይሩ ሂብዎም። ሰይጣን ድማ ንደቂ እስራኤል ከታልሎም ስለ ዝደለየ ነቲ በዓል ዝብል ስም ንርእሱ ክጥቀመሉ ጀመረ። ብውሕሉል ኣምሰሉነትን ጽድቂ ብዝመስል መንገድን ብተመሳሳሊ ስምን ብዝመሳሰል ስርዓትን ድማ ካልኦት ጣኦታት ኣብ ዓለም በዓል እናተባህሉ ክጽውዑ ጀመሩ። እዞም በዓላት እዚኣቶም መጽሓፍ ቅዱስ ዘይሰርዖ ብሕጊ ስርዓት ሰብ ኣምልኾ ዝተሰርዓሎም ጣዖታት እዮም። ገሊኦም ብስም መላእኽቲ፣ ገሊኦም ብስም ሰባት፣ ገሊኦም ድማ ብስም እንስሳታት ይጽውዑ። እግዚኣብሔር ንጣዖት ዘበለ ኩሉ ይቃወሙ እዩ። ንሰብ ብዘይካ ኣብ ኣምላኽ ኣብ ካልእ ንኽውከል ኣየፍቀደሉን። መጽሓፍ ቅዱስ ከምዚ ይብል፣ በቲ ትንፋስ ኣብ ኣፈንጭኡ ዘለዎ ሰብ ኣይትወከሉ። ብምንታይ ከ እዩ እተቈጽርዎ? ኢሳያስ ምዕራፍ ክልተ ጥቕሲ ዕስራን ክልተን። ስለዚ እምበኣር ኣብ ሰብ ምውካልን ኣስማት ዝተፈላለዩ በዓላት እናጸዋዕካ ናይ ብልዕን መስተን ስርዓተ ኣምልኾ ምስራዕን ምፍራስ ሕጊ እዩ። ኣብ ቅድሚ እግዚኣብሔር ድማ ብሕጊ የሕትት እዩ። ብዙሓት ሰባት ኣብ ስእሊ ዝተፈላለዩ መላእኽትን ኣብ ዙርያ ቤት መቕደስ ዝተፈላለዩ ናይ ጣኦታት በዓላትን ኣብቲ ህንጻን መዓጹን ናይቲ ቤት መቕደስ እኳ ከይተረፈ ይሰግዱን ብኣፎም ይስዕምዎን ብግንባሮም ይሳለምዎን እዮም። ኣምላኽ ግና ካብ ቀደም ብዛዕባ እዚ ነገር እዚ ተዛረበ። እቶም ኣብ በዓላት ዝሰግዱን ንምስሎም ዝሳለሙን ናይ እግዚኣብሔር ከም ዘይኮኑን ንዕኡ ዝኾንዎ ድማ እቶም ኣብ በዓል ዘይሰግዱን ንምስሊ በዓል ዘይሳለሙን ከም ዝኾኑ ቀደም ማግሂዱ ኣፍለጠ። መጽሓፍ ቅዱስ ከምዚ ይብል፣ ኣነ ግና ንበዓል ዘይተምበርከኻሉ ኩለ ናብራኽን ዘይሰዓሞ ኩሉ ኣፍን ኣብ እስራኤል ሸውዓተ ሽሕ ሰብ ኣይ ንዓይ ከትርፍ እየ በለ። ቀዳማይ መጽሓፍ ነገሥት ምዕራፍ ዓሰርተ ትሽዓተ ጥቕሲ ዓሰርተ ሸሞንተ እቶም ህዝቢ ንጣዖታት ምስዋዕ ለሚዶም ስለ ዝነበሩ በቲ ሓደ ወገኖም ድማ ንኣምላኽ ንፈርሃካ ኢና ንስኻ ኢኻ ኣምላኽና ብዘይካኻውን ንኻልእ ኣምላኽ ኣይነገልግልን ኢና ዝብሉ ብምንባሮምን እግዚኣብሄር ብዛዕባኦም ከምዚ ክብል ተዛረበ፣ መሰንቆን ጭራን ከበሮን እምብልታን ወይንን ኣብ ድግሶም ኣሎ፣ ንተግባር እግዚኣብሄር ግና ኣየስተብህልዎን፣ ነቲ ግብሪ ኣእዳዉ ኸኣ ኣይርእይዎን። ስለዚውን ህዝበይ ሰኣን ፍልጠት ተማሪኹ፣ ክቡራቶም ብጥሜት ይሞቱ፣ ሰቦም ድማ ብጽምኢ ይነቕጹ ኣለዉ። ኢሳያስ ምዕራፍ ሓሙሽተ ካብ ጥቕሲ ዓሰርተ ክልተ ክሳዕ ዓሰርተ ሰለስተ ስለዚ እምበኣር፣ እቶም ህዝቢ ድግስ እናተባህለ ንዝፅዋዕ ዝተፈላለዩ ጓይላን ስርዓተ ብላዕ ስተን ዝግበረሎም በዓላትን ንግደታትን ኣውደኣመታትን እናገበሩ ብስጋዊ ልምዲ ብዘይ ፍልጠትን ብዘይ ምስትውዓልን ንጣኦታት ዝተገዝኡ ከምዝነበሩ ይምስክር። ኣምላኽ ግና ነዞም ከምዚኦም ዝኣመሰሉ ሰባት ደጋጊሙ ከምዚ እናበለ የጠንቅቖም ነበረ። መጽሓፍ ቅዱስ ከምዚ ይብል፣ እግዚኣብሄር ድማ ምሳታቶም ኪዳን ኣተወ፣ ከምዚ ኢሉ ኸኣ ኣዘዞም፣ ንኻልኦት ኣማልኽቲ ኣይትፍርህዎምን፣ ኣይትስገድሎምን፣ ኣይተገልግልዎምን፣ ኣይትሰውኡሎምን። ካልኣይ መጽሓፍ ነገሥት ምዕራፍ ዓሰርተ ሸውዓተ ጥቕሲ ሰላሳን ሓሙሽተን። ስለዚ እምበኣር በዓል ጣዖት እዩ፣ ንበዓል ምፍራህ ድማ ሓጢኣት እዩ፣ ምኽንያቱ ኣምላኽ ኣይትፍርህዎም በለ። ብስም በዓላት ኣብ ዝተሰርሐ ቤት መቕደስ ምስጋድ ሓጢኣት እዩ፣ ምኽንያቱ እግዚኣብሔር ኣይትስገዱሎም በለ። ኣስማት ጣዖታት እናጸዋዕካ ንስሞም ምግልጋል ሓጢኣት እዩ፣ ምኽንያቱ እግዚኣብሔር ኣይተገልግልዎም ኢሉ ኣዘዘ። ብስም በዓላት ዝግበር ንግደታትን ኣውደኣመታትን ዝክርን ንዕኦም ዝግበረሎም መስዋእትታትን ብምልኡ ሓጢኣት እዩ፣ ምኽንያቱ እግዚኣብሔር ኣይትሰውእሎም ኢሉ ኣዘዘ። ካልኣይ፣ ጣዖት ዝበሃል ካልእ እውን ኣሎ። እዚ ጣዖት እዚ ምስልን ስእልን የብሉን፣ ሃይማኖታዊ ስርዓተ ኣምልኾ እውን ኣይግበረሉን እዩ። እንተኾነ ግን ጣዖት ከም ዝኾነን ምስ ጎይታ ከም ዝስራዕን መጽሓፍ ቅዱስ ገሊጽዎ ይርከብ። እዚ ድማ ንኣእምሮ ዝገዝእ ረብሓ እዛ ዓለም ድማ ዝቐድም ጣኦት ንሱ ገንዘብ እዩ። መጽሓፍ ቅዱስ ከምዚ ይብል ንኽልተ ጎይቶት ክግዛእ ዝኽእል የልቦን ወይ ነቲ ሓደ ጸሊኡ ነቲ ሓደ ይፈቱ ወይ ከኣ ነቲ ሓደ ተኣዚዙ ነቲ ሓደ ይንዕቕ ንኣምላኽን ንገንዘብን ክትግዝኡ ኣይኮነልኩምን እዩ ማቴዎስ ምዕራፍ ሽዱሽተ ጥቕሲ ዕስራን ኣርባዕተን ከምቲ መጽሓፍ ቅዱስ ዝብሎ ድማ ገንዘብ ብማሕበራዊ ናብራ ንልቦም እናጸቐጠ ንብዙሓት ክርስትያናት ከም ኣምላኽ ኮይንዎም ኣሎ። ስለዚ ገንዘብ ጎይታን መላኽን ካብ ኮነ ንብዙሓት ሰባት ጣዖት ኮይኑ ካብ ኣምላኽ ክሳዕ ዝፈልዮም ክሳዕ ክንድዚ ክብደት ካብ ሃለዎ ሰባት ንገንዘብ ከምልኹ እውን ግቡእ ኣይኮነን። ዓለም ብብዙሕ ዝዓይነቶም ጣዖታት ዝመልእት እያ። ገሊኦም ሰባት ከብዶም እዩ ኣምላኾም። ህርፋን ብልዒ ድማ ጣዖቶም እዩ። ገሊኦም ሰባት ድማ ሓጢኣት እዩ ኣምላኾም። ሓጢኣት ገዚእዎም ድማ ጣዖቶም ኮይኑ ይርከብ ኣሎ። ኣብዚ ዓለም እቲ ዝዓበየ ጣዖት ኮይኑ ዘሎ ዝሙት እዩ። ኣእምሮ ብዙሓት ድማ ኣብ ትሕቲ እዚ ጣዖት እዚ ተሓኒቑ ይርከብ ኣሎ። ሳልሳይ፣ ብዘይካ የሱስ ክርስቶስ ካልእ ዘልኣለማዊ ጓሳ የለን። የሱስ ክርስቶስ ሕያዋይ ጓሳ ንሱ በይኑ እዩ። ብዘይክኡ ድማ ካልእ ሓላው ነፍሳት ደቂ ሰባት ክኸውን ዝተሾመ የለን። መላእኽቲ ኣምላኽ ባሮት እግዚኣብሔር እዮም። ከም መጠን ዝተላእክዎ ድማ ንህዝቢ ኣምላኽ ካብ ዝተፈላለየ ፍጻሜታት ኪሕልውዎን ኪደጋገፍዎን ይእዘዙ እዮም። ስሞም ብናይ ጉስነት ማዕርግ ሥርዓተ ኣምልኾ ብልዕን መስተን ንኺግበረሉ እውን ካብ ኣምላኽ ንደቂ ሰባት ትእዛዝ ኣይተዋህበን። ከምኡውን ደቂ ሰባት ኣብ ምድሪ እንከለዉ ሰባት ናብ ጽድቂ ኣቢሎም ንኺመርሑን ወንጌል ንኼስተምህሩን ከም ጓሶት ኮይኖም ኪሽየሙ ይኽእሉ እዮም። ዘለዓለማውያን ጓሶት ግና ኣይኮኑን። ሰብ ብህይወት ክሳዕ ዘሎ የገልግል፣ ጻድቕ እንተኾነ ድሕሪ ሞቱ የዕርፍ እምበር፣ ስም ናይቲ ሰብ ጓሳ ኮይኑ ኣይቅጽልን እዩ። ስም ኣምላኽ ብርግጽ ጓሳ ክኸውን ይኽእል እዩ። እቲ ስም እውን ዝተፈላለየ ግብረ ሓይሊ ዝግበረሉ፣ ሰባት እውን ዝዕቆብሉ ስም እዩ። ስም መላእኽትን ኣስማት ሰባትን ግና ጓሳ ንክኸውን ኣይተሾመን። ስም ሰብን ስም መልኣኽን ድማ መዕቆቢ ደቂ ሰብ ክኸውን ኣይተፈቕደሉን። ስም ክርስቶስ የሱስ ግና፣ ናይ ኣመንቲ መጸግዒ፣ ኣጽዋር ንተዋጋእቲ፣ ሓይሊ ድማ ንኣገልገልቲ እናሃበ ብምዕሩግ ክብሪ ኣብ ልዕሊ ህዝቡ ተሸይሙ እናጓሰየ ይርከብ ኣሎ። ራብዓይ፣ ጨንፈር እግዚኣብሔር ዝብል መጸውዒ ጠቕላሊ ናይ ደቂ ኣምላኽ መጸውዒ እምበር ውልቃዊ መጸውዒ ኣይኮነን። መጽሓፍ ቅዱስ ከምዚ ይብል፣ ኣነ ናይ ሓቂ ጉንዲ ወይኒ እየ፣ ተኻሊኡ ኸኣ ኣቦይ እዩ። ነቲ ኣባይ ዘሎ ፍረ ዘይፈሪ ዘበለ ኩሉ ጨንፈር የርሕቆ፣ ነቲ ፍረ ዝፈሪ ዘበለ ጨንፈር ግና ኣዝዩ ምእንቲ ክፈሪ የጽርዮ። ንስኻትኩም ከኣ ሳላ እቲ ዝነገርኩኹም ቃል ድሮ ንጹሃት ኢኹም፣ ኣባይ ጽንዑ፣ ኣነውን ኣባኻትኩም። ጨንፈር ኣብቲ ጉንዲ ወይኑ እንተ ዘይጸንዐ ካብ ርእሱ ክፈሪ ከም ዘይክእል፣ ንስኻትኩምውን ኣባይ እንተ ዘይጸናዕኩም ከምኡ ኢኹም። እቲ ጎንዲ ወይኒ ኣነ እየ። ጨናፍር ከኣ ንስኻትኩም ኢኹም፣ ብዘይካይ ሓንቲ እኳ ኽትገብርዋ ኣይትኽእሉን ኢኹም እሞ፣ እቲ ኣባይ ዚጸንዕ፣ ኣነውን ኣብኡ፣ ንሱ እዩ ብዙሕ ፍረ ዚፈሪ። ኣባይ ዘይጸንዕ ዘበለ፣ ከም ጨንፈር ንወጻኢ ተደርብዩ ይነቅጽ፣ ኣኪቦም ናብ ሓዊ ይድርብይዎ እሞ ይነድድ። ኣባይ እንተ ጸናዕኩም፣ ቃለይውን ኣባኹም እንተ ሓደረ፣ እትደልይዎ ዘበለ ትልምንዎ ይኾነልኩም። ብዙሕ ፍረ እንተ ፈሬኹም ኣቦይ በዚ ይኸብር ደቂ መዛሙርቶይ እውን ክትኮኑ ኢኹም። ወንጌል ዮሃንስ ምዕራፍ ዓሰርተ ሓሙሽተ ካብ ጥቕሲ ሓደ ክሳዕ ሸሞንተ ስለዚ እምበኣር ኩሎም ብክርስቶስ ዝደሓኑን ብመንፈሱ ድማ ዳግም ዝተወልዱን ክርስትያናት ጨንፈር ክርስቶስ እዮም። እቲ ተኽሊ ክርስቶስ እዩ። እቶም ብእምነት ካብ መንፈሱ ዝተወልዱ ድማ ደቁን ዘርኡን ስለ ዝኾኑ ኣብ ክርስቶስ ዝተተኽሉ ጨንፈር ተባሂሎም ይጽውዑ። ጨንፈር ክርስቶስ ዝብል መጸውዒ ብዘይካ ንክርስትያናት ንኻልእ ሰብ ወይ ንመላእኽቲ ኣይምልከቶምን እዩ። ኣመንቲ ስርዓት ሃይማኖት ተዋህዶ ነቶም ንሳቶም ዘምልኽዎም ጣኦቶም ጨንፈር ክርስቶስ እናበሉ እዮም ዝጽውዕዎም። ንገዛእ ርእሶም ግና ልክዕ ከም ኣብ ጨንፈር ዝተጻዕነ ቆጽሊ ጌሮም ብምቑጻር እቶም ጨንፈር ጓሶትና እዮም፣ ንሳቶም ጨንፈር ኣምላኽ ስለ ዝኾኑ ድማ ይሕልዉናን ይጽሩናን ኣለዉ ይብሉ። ስለዚ ንሳቶም ጓሶትና ስለ ዝኾኑ ኣብ ስሞም ክንውከልን ንስሞም ከነገልግልን ኣምላኽ ኣዚዙና ይብሉ። ካብኡ ሓሊፎም ንመላእኽቲ እውን ከይተረፈ ብመስቀል ክርስቶስ ከም ዝደሓኑ ጌሮም እናቖጸሩ ንሳቶም እውን ጨንፈር ክርስቶስ እዮም ይብልዎም። እዚ ግን ብምሉኡ ጌጋ እዩ። መላእኽቲ ባሮት እግዚኣብሔር እምበር ጨንፈር ክርስቶስ ኣይኮኑን። ካብ መጀመርያ መላእኽቲ ደቂ ኣምላኽ እምበር ደቂ ቆጥዓ ኣይነበሩን። ስለዚ ብደም ክርስቶስ የሱስ ብዋጋ ንኽዕደጉ ዘድልዮም ኣይነበረን። ብደም ክርስቶስ እውን ኣይተዓደጉን። ጓሶት ነፍሳት ንክኾኑ እውን ኣይተሸሙን። ኣብቲ ናይ ምድሓን ስራሕ ተሳተፍትን ተለኣኣኽትን እኳ እንተኾኑ፣ ንሳቶም ጓሶት ክኾኑ፣ ሰብ ድማ ናብኦም ክጽጋዕ ግና ስልጣን ኣይተዋህቦምን። ኣመንቲ ስርዓተ ሃይማኖት ተዋህዶ ግና ናይ ሓቂ ጓሳ ስለ ዘይብሎም፣ ጓሶትና'ዮም እናበሉ ኣብ ኣስማት ብዙሓት ይኣምኑን ኣስማቶም እናጸውዑ ድማ የገልግልዎምን ኣብኦም ይውከሉን። እቶም ናይ ኣምላኽ ኣገልገልቲ ጨንፈር እንተኾይኖም፣ ኣብቲ ጕንዲ ዝዀነ ክርስቶስ የሱስ ድማ እንተ ተጣቢቖም፣ እቶም ኣገልገልቲ ዘይኰኑ ክርስትያናት እውን ጨንፈር ክርስቶስ ኰይኖም ኣብቲ ጕንዱ ይውከሉ እምበር፣ ከም ቈጽሊ ኰይኖም ኣብ ጨንፈር ኪትከሉ ኣይክእሉን እዮም። እንተድኣ እቶም ኣገልገልቲ ጨንፈር ኰይኖም፣ እቶም ተገልገልቲ እውን ከምኦም ጨንፈር ኪዀኑ ኣለዎም። ካብኡ ዝተረፈ ግን፣ እቶም ጓሶት ዚብሃሉ ዘለዉ መራሕቲ፣ ጨንፈር እንተኾይኖም እቶም ብእኦም ዝጓሰዩ ድማ ኣብቲ ጨንፈር እንተተተኺሎም እዚኣቶም ምስቲ ጉንዲ ዝኾነ የሱስ ክርስቶስ ቀጥታዊ ሕብረት የብሎምን። ኣብ ጨንፈር ካልእ ጨንፈር ወይ ኣቕጽልቲ ክህሉ ይኽእል እዩ። እዚኣቶም ድማ ከምኡ ጨንፈር ዘጨንፈሮም ብዙሓት ጨናፍራትን ኣቕጽልትን ካብ ኮኑ እዚኣቶም ናይቶም ጸይሮሞም ዘለዉ ጨንፈር ደኣ እምበር ናይ ክርስቶስሲ ኣይኮኑን። ክርስቶስ የሱስ ከም ወይኒ ገረብ እኳ እንተ ተመሰለ እቶም ዘርኡ ድማ ከም ጨንፈሩ እንተ ተቖጽሩ እዚ ነገር እዚ መመሰሊ ደኣ እምበር ኣምላኽሲ ገረብ ኣይኮነን። ዝኾነ ይኹን ገረብ ጨንፈር ምስ ኣውጽአ እቲ ንሱ ዘውጽኦ ጨንፈር ድማ ካልእ ጨንፈር የውጽእ እዩ። ብተዘዋዋሪ መንገዲ ግና ኣካል ናይታ ጉንዲ እዩ። ኣብ ኣምላኽ ግና ከምኡ ኣይኮነን። ነፍሲ ወከፍ ጨንፈር ብተዘዋዋሪ መንገዲ ዘይኮነስ ብቐጥታ ምስቲ ጉንዲ ክጣበቕ ኣለዎ። ንኣምላኽ ብቐጥታ ክትፈልጦን ምስኡ ድማ ቀጥታዊ ሕብረት ክህልወካ እንተ ዘይክኢሉ ካብ ክርስቶስ ህይወት ክትረክብ ኣይከኣልን እዩ። እዚ ኣብ ዓለም እንርእዮ ምድራዊ ገረብ ወላኳ ጨንፈር ኣብ ጨንፈር እንተ ሃለወ እቲ ሓደ ገረብ ምዃኑ ግና ኣይተርፎን እዩ። እቲ ማይን ሓመድን እውን ብሓደ ጉንዲ ኣቢሉ እዩ ዝምገብ። ኣብ መንፈሳዊ ዓለም ግና ከምዚ ዝበሃል ነገር የለን። ነፍሲ ወከፍ ሰብ ምስ ኣምላኽ ናይ ገዛእ ርእሱ ሕብረት ክህልዎ ይግደድ። ነፍሲ ወከፍ ሰብ ድማ ካብቲ ጉንዲ ቀጥታዊ ዝኾነ መንፈሳዊ መግቢ ክረክብ ኣለዎ። ካብ ካልእ ኣገልገልቲ ዝርከብ በረኸት ኣሎ። ብኣገልገልቲ ኣቢሉ ድማ ኣብ ብዙሓት ነፍሳት ዝሰጋገር መንፈሳዊ ሓይሊ ኣሎ። እዚ ነገር እዚ ግና ነቶም ምስ ኣምላኽ ቀጥታዊ ሕብረት ዘለዎም ንኣምላኽ ድማ ከም ናይ ግሊ መድሓኒኦም ተቐቢሎም ልቦም ድማ ምስቲ ህይወት ዝህብ ህያው ግንዲ ወይንን መንፈስ ኣምላኽን ዝተጣበቐ እንተዘይኮይኑ እቲ ብኣገልገልቲ ኣቢሉ ዝሰርሕ መንፈሳዊ ሓይሊ ኣብኣቶም ግደ የብሉን። ብርግጽ መንፈስ ክርስቶስ ኣብቶም ናይ ክርስቶስ ዝኾኑ ሰባት ጥራይ እዩ ዝሓድር። በረኸቱ ድማ ነቶም መንፈስ ክርስቶስ ዘለዎም ሰባት ጥራይ ክወሃብ ዝተወሰነን ዝተመደበን እዩ። ኣብ መንፈሳዊ ዓለም ናይ ጨንፈር ቆጽሊ ተባሂሉ ዝጽዋዕ ሰብ የለን። ብዘይካ ኣብ መንፈስ ክርስቶስን ኣብ ስም ክርስቶስን እንተ ዘይኮይኑ ወይ ኣብ መንፈስ መልኣኽ ወይ ኣብ ስም መልኣኽ ወይ ኣብ ስም ሰብ ወይ ኣብ መንፈስ ሰብ ተሓዚሩ መንግስተ ሰማያት ክኣቱ ዝኽእል ሰብ የለን። ስለዚ ኣብ መንፈሳዊ ነገር ነፍሲ ወከፍ ጨንፈር ብግሉ ምስ ኣምላኽ ይራኸብ እምበር ጨንፈር ኣብ ጨንፈር ኣይትከልን እዩ። ኣብ ምድራዊ ዓለም እዚ ንሪኦ ዘለና ኣግራብ ቆጽሊ ኣለዎ። ነታ ገረብ መግቢ ንምድላው ክሕግዛ ዝኽእል ስራሕ ድማ ኣለዎ። ፍረ ክፈሪ ግና ኣይክእልን እዩ። ኣብ መንፈሳዊ ነገር ግና ቆጽሊ ፍረ ክፈሪ ስለ ዘይክእል ኣብ ዝተፈላለየ ግዜውን ግዚኡ ኣሕሊፉ ስለ ዝረግፍ ምሳሌ ቆጽሊ ከም ዘሎ ኣይተነግረን።